እርምጃ እንወስዳለን። ብዙሕ ክሳራ እዩ ተኸቲሉ እዚ እኮ መንግስቲ ኤርትራ እኮ ኣል እኮ የብለን። የሚጥረው ጭምር እንፋረደዋለን። ካብ ውሽጢ ዓዶም እናወፁ ናብ ትግራይ ክመፁ መንግስቲ ኤርትራ ቆፎ ኮይኑ ክቀሪ ተሓሲቡ ኮነ ተባሂሉ ብሴራ ዝተገብረ እዩ።
ኣንታ ኣያ ትራምፕ ደኣ ሓቁ እንድዩ በድበድ ክብል። ሰላም ሰላም ክቡራት ተኸታተልተይ ከመይ ትኾኑ ሎሚ እውን ህልውን ኣዘራራብን ዛዕባታት እየ ሒዘልኩም መፅኦ ዘለኹ ብኣኹም ከምቲ ልሙድ ነዚ ቪድዮ እዚ ላይክ ገርኩም ብምጅማር ክሳብ መወዳእታ መደበይ ምሳይ ፅንሑ እንዳበልኩ ሓደሽቲ ዝኾንኩም ነዚ ቻነል እዚ ሳብስክራይብ ብምግባር ቤተሰብ ኩኑ እንዳበልኩ ናብቲ ፈላማይ መእተዊ ቪድዮ ክወስደኩም ሓቢርና ንከታተል። ብዙሕ ክሳራ እዩ ተኸቲሉ እዚ መንግስቲ ኤርትራ እኮ ኣሉ እኮ የብለን ኣይካሓደን እኮ ባይደም ኣብ ትግራይስ በደል ኣይበፅሐን እኮ የብለን ኣሉ እኳ ትዝብልስ ኣብቲ ሙቐት ኣብቲ ናይ ፅልኢ እዋን ኣወል ስዒድ ዝሰነደ ኣሎ መራሕትኹም ቀምፂልና ኣብ ኣደባባይ ደብሪናዮ ከምዚ ኢልኩም ክትማረኹ ከምዚ ገርናኩም ኣንቱም ዋዓጋት እንቱም ግዛእ ምዛዕ እናበለ ዝሰርሖ ዝነበረ ሰነድ ፅሉይ ጭቡጥ ሰነድ ኣሎ ብወገን ኤርትራ እኮ ኣይተክሓደን ትጥፋት እንዲያም ብወገን ትግራይ እዩ ዝካሓድ ኣብ ልዕሊ ኤርትራ ዘውፃሕናዮ በደል ብወገን ትግራይ እዩ ዝካሓድ እንታይ ኢና ብፅሕና ግን ምናልባት ናይ ሕጊ በዓል ሞያ ብቐረባ እውን ንዓኻ መሓዝኻ ጎደፋይ እውን ይገልፅ ነይሩ ዝኾነ ሚድያ ፀሮና ዝበፅሐ ዝብል ኣብ ኩናት ዝተፈጠረ ኩነታት ነይሩ ፍቲ ናይ ፀሮና ኩነታት ኢሉ ጎደፋይ እውን የልዕል እዩ ንሳም ብዝተፈላለዩ መንገድታት ተልዕሎም ኢኻ ንንፅፅር ዝቀርብ ድዩ

መዓት መንእሰይ ረጊፍሉ እዩ ብወገን ኤርትራ መዓት ክሳራ እዩ ብወገንና እውን መዓት ክሳራ እዩ ካብ ኩሉ ንላዕሊ ህይወት ሰብ እዩ ወሊዑ ህፃውንቲ ዓይደር እቶም ህፃውንቲ ምንም ዘይፈልጡ ዝተጨፍጨፉ ክሳራ እዩ ብወገን ኤርትራ እውን ኣብ ልዕሊ ኤርትራ ዝበፅሐ ክሳራ መለክዒ የብሉ ሕዚ ነዙይ ሸፊንካ ደፊንካ ንሕና ኢና ተበዲልና ናበልካ እናእወኻ ኣይኮንካን ትኸድ ትናሻው ጥቕዓት ንሱ እውን ኣጥቂዑ እዩ ንሕና እውን ነጥቂዕና ኢና ኣብ ኩናት ስለ ዝኾነ እቲ ኣነ ሓንቲ ዘይቅበላ ግን ድሕሪ እቲ ኩናት ዝነበረ ዒስራ ዓመት ኤርትራውያን የሕዋተ እዮም ድሕትሎም ኮንካ ገራውቶ እዮም ድሕትል ኮንካ ካብ ዓለም ገሊልካ ተፈጥራዊ ሃፍቶም ወደባቶም ከይጥቀሙ ገይርካ ኢኮኖሚ ናይ ኤርትራ የዕኒኻ ዜጋታት ኤርትራ ተስፋ ክቆርፁ ገይርካ ኤርትራ ኣብ ሓንቲ ኾርሚኻ ከፍ ኣቢልካ ህዝቢ ኤርትራ ናብ ድኽነት ናብ ድሕረት ክወድቕ ገይርካ ንሱ ይብእስ ካብቲ ኮይናት ኦኬ ኣረጋይ እንታይ እዪ ክብል ጸኒሑ ጥራይ ን ኤርትራውያን ኣይኮነን ጆንሳይድ ጥራይ ን ንዓና ተጋሩ ኣይኮነን ጆንሳይድ ተፈጺሙ ን ኤርትራውያን ውን ጆንሳይድ ተፈጺምዎም እዪ መን ድኣ እዪ ክነግረሎም ምኽንያቱ ልክዕ ከምቲ ንሶም ዘይከሓድዎ ንሕና ውን ክንክሕድ ኣይግብኣናን እዪ ንሕና ክንክሕድ ኣይግብኣናን ምኽንያቱ ዝኽሕድ ዘሎ ኣብዪ ንዓና ጆንሳይድ ፈጺምልና ኽሒድ ኢልና እኳ እንዳ ተቖጣዕና ስለምንታይ ኢና ናይ ኤርትራውያን ከ ንሕና ክንኣምን ዘይንኽእል ትብለና ዘሎ ብዝኾነ ኣብዚ ናይ ኣረጋይ ዝተፈለየ ሓሳብ ምስ ዝህልወኩም ኣብ ቦታ ኮሞንት ግደፉ እንዳበልኩ እስኪ መሊእና ንቐጽሎ እቲ ቪድዮ ፖሊሲ ናይቲ ስርዓት ኣይኮነን እዚ ማለት ሓንቲ ልዕሊ ሓደ ሽሕ ኪሎ ሜትር ወደብ ዘለዋ ኣብ ምብራቕ ኣፍሪቃ ወሳኒ ዝበሃል ስትራቴጂ ዝሓዘት ሃገር ከመይ ጌራ ኣይኮነን ናትና ንግበር ፖሊሲታት ናይ ኤርትራ ንኤርትራ የልሙ ዕድዮም ኣየልሙ ዕልማ ናይ መንግስቲ ኤርትራ ጉዳይ እዩ ናይ ዜጋታት ኤርትራ እዩ ይብለካ ኣለኹ ንሕና ዘብፅሐናዮ ጥቕዓት ይብለካ ኣለኹ ብነፋሪት ድንዶ ብነፋሪት ኣብ ምክልኻል ኣብ ግብረ መሲ ዝተመስረተ ፖሊሲ ኢልና ሓንፂፅና እኮ ኣስመራ ፅዑያ ዝበሃል ዶ ኣይደውደብናዮም ንሕናስ መገረያ እያ ዝሰርሓ እያ ንትግራይ ንሕና እኮ ኣብ ልዕሊ ኤርትራ ጸገም ኣብጽሒና ኢና ኢለ ከለኹ ካልኣይ ብወገን ኤርትራውያን ኣብ ኢትዮጵያ ዝነበሩ ሰጒግና ክሰጎም ከለና ንሶም እውን ክሰጉዎም እንተለዉ ካልኣይ ንዒስራ ዓመት ዝቐጸለ መዕቀብ ህርደና ናይ ኤርትራውያን ካብቲ ኩናት ንላዕሊ እኮ ንሱ እኮ እዩ ኣውሪስዎም ንኤርትራውያን ባይ ዘ ወይ እኮ ስማዕ ነገርካ ንሕና ጀኖሳይድ ጀኖሳይድ ንብሎ ኣለና ወረ ናትና ጀኖሳይድ ካብ ብሕጫፍ ኣፈጻጽማ እያ ሰብ እንዳኣከብካ ምጭፍጫፍ እዩ ንብረት ምዕናው እዩ ማኪና ምቅጻል እዩ ደቂ ኣንስትዮ ምድፋር እዩ ደቂ ኣንስትዮ ምድፋር እዩ እዚ ዋላ ኣብቲ ኩናት ብተሪኦ ዝረአ እንተኾነ ብትሕዝትኡ ትሪኦ ተለኻ ጀኖሳይድ ድዩ ጀኖሳይድ ኣይኮነን ንሱ ስኑድ እዩ ከመይ ኢሉ እዩ ዲክለር ዝኸውን ናይ ባዕሉ ግዜን ግዛዕን ክሓትት እዩ ንሶም ከ ከምኡ ዓይነት ኣይበፅሖም ድዩ ዝብል ስናዕ ሓዚ ንስኻ ንኣብነት ኤርትራዊ ኩን እሞ ኤርትራዊ ኮንካ ዝኩሉ መንእሰይ ናይ ኤርትራ ባሕሪ ዝበልዖ ሓርገጥ ዝበልዖ ኣብ ዓሳ ዝቀረየሲ ናይ መንግስቲ ኤርትራ ጥራሕ ጸገም ድዩ ኢልካስ ክትሓስ ክንሓስብ ሰ ይግበና እንዲ ንሕና ኢለካ ከም ተጋሩ ክንሓስብ ኮለና መዓት ደላሊ ኣብዚ ቅርሺ እናተቐበለ ኣብ ልዕሊ ኤርትራውያን በደል ዘብፅሕ ዝነበረ ሰብ ኣይነበረና ኣብዚኣ ክሕዘካ ኣረጋይ ንሕናማ መዕቆቢ ስደተኛታት ኣጣይሽና ሰለስተ መዕቆቢ ስደተኛታት ኤርትራውያን ናይ ትምህርቲ ነፃ ዕድል ኣብ ካብ ሃገሮም ዘይረኸቦ ኣብ ትግራይ ኣብ ኢትዮጵያ ክረኽቡ ዕድላት ተመቻችዮም ትስኻ ትገልፆ ዝነበርካ ሕወሓት ኢወደግ ዝመርሖ ስርዓት ኣብ ኢትዮጵያ ኣይተስማዕምዐናን ዝበሉ ኣካላት ከዓ ካብ ኢትዮጵያ ወፃኢ ዝኸድሉ ናይ ወፃኢ ዕድላት ክመቻችዎ ተገይሩ እዚ እኹል ኣብ ዓዶም ዘይረኸብዎ ፖሊሲታት እባ ዘርጊሕና ንሕና ጌጋ እዩ እዚ።
ኦኬ ትክክል ኣነ ናይ ኣረጋይሁን ይሳማማዓሉ እየ ብዝኮነ ከምቲ ልሙድ እሰኹም ውን ዝተፈለየ ሓሳብ ምስ ዝህልወኩም ኣብ ቦታ ኮሞንት ግደፉ እንዳበልኩ ናብ ዝቅጽል ክወስደኩም ከለኹ ከኣ ብዛዕባ ትግራይ ትግራይ ክልል ምዃና ንፈልጣ ኢና ቅድሚኡ ግን ክልል ትግራይ ካበየናይ ክሳበየናይ ጫፍ እያ ኔራ እስኪ በዚ ኣያና ንስማዕ ሓቢርና ንከታተል። ስለዚ ወልቃይትስ ናይ ትግራይ ነይሩ ካብ ጥንቱ ማለት እዩ ካብ ቀደም ኣንታ ወልቃይት ጥራሕ ዘይኮነስ ሎማሉ ምምላሽ ብምልኡ ዋይ ሎማሉ ምምላሽ ወልቃይትማ ብምሉ እዩ ዝቐረየ ክንደይ ካልእ ኣሎ ለዓዲ ሰላም ብምሉ ጸለምቲ ክልተ ጸለምቲ ኮይኑ ዘሎስ ትግራይ ትግራይ ግን ብዙሕ እንድዒ ናብቲ መሬት ግደ የድህብን ኮይኑ ስቂሉ ይሸላ ኢልዎ እምበር ትግራይ ንሱ ጥራሕ ግን ከይም ጸገዴ ኩሕዮ ኣብ ክልታይ ተኸፊሉ ዘሎ ሓደ ጸገዴ እዩ ስለዚ ጸገዴ ንየቐርዩ ዘለውን ናይ ትግራይ ምክንያቱ ኣልውሃ ምላሽ ለማሉ እሞ ራስ ደጀን ኣንገረብ ምላሽ ሱዳን እዩ ዝመልሱ ኣንገረብ ምላሽ እዩ ካብ ኣንገረብ እዩ ስለዚ እቲ ቐርዩ ዘሎ ደጉዓ ቆላ ፀገዴ እውን ኣካል ትግራይ ዋላ ተምእዋም ተምርባታ ተዓዲ ኮይነ ነገረካ እዩ ማለት እታ መሬት እኮ ትዛረብ እየ በዓል ኣፈውፅያ እቲ መሬት ኣፈውፅ ይዛረብ
እሞ መምህር ከምዚ ሎሚ ዳኣ እዚ ሕቶ እዚ ሕቶ ወልቃይት ንምንታይ ዳኣ እዩ ተላዒሉ
ሎሚ ተላዒሉ መቸስ ብናተይ እምነት ብታንተይ ረኣ እንዲ ዝነግረካ ዘለኹም ሎሚ ክሉ ዓለሉ ዝለዓል ምክንያት ንዓይ ከም ዝርድአኒ ቀዳማይ ነገር ዕስራን ሓሙሽተን ዓመት ሙሉእ ምብርባር ገይሮም እዮም ኦኬ ክቡር ኣያና ከምዚ ክብልዎ ዝጸንሑ ካብ ጫፍ ናብ ጫፍ እያ ኔራ ብዝኮነ እንዳተቋራረጸት ኣብዚ ዘላቶ ደረጃ በጺሓ ኣላ ብዝኮነ ኣብ ናይ ኣያና ዝተፈለየ ሓሳብ ምስ ዝህልወኩም ኣብ ቦታ ኮመንት ግደፉ እንዳበልኩ ካብዚ ብምቅጻል ሕጽር ዝበለት ከተሰዕ ትክእል እያ ዝብላ ናይ ብርሃኑ ጁላ ቪድዮ ውን ሒዘልኩም መጽ ኣለኩ ብርሃኑ ጁላ ኣብቲ ናይ መጀመርያ ናብ ትግራይ ክንዘምት ኢና ኢሎም ኣብ ዝተበገስሉ እዚ ጀመረ ኹናት እዩ ጠፊእዎ ንሓደ ኣብ ጎኑ ዝጸነሐ እንታይ እዩ ዝብሃል እዚ ዓዲ ዝብሎ ብዝኾነ እስኪ ናብቲ ቪድዮ ክወስደኩም ሓብርና ንከታተል። ሰራዊታችን
ማጥቃት ከጀመረ ጊዜ ጀምሮ በምዕራብ ግንባር አድጎሹ ላይ ነው ማን ነው ማነው አንተ የመጀመሪያ ቦታ ዳንሻ ዳንሻ ነው ማጥቃት የጀመ ኦኬ ክቡራት ተኸታተልቲ እዚ ካብ ራእና ናብ ዝቕፅል ክወስደኩም ከለኹ ከዓ መከላከያ ናይ ኢትዮጵያዊን ከቢድ መጠንቀቕታ ኣብ ናይ ፅምዶ ይሕሊፉ ዘሎ እስኪ ናብቲ መከላከያ ዘሕለፎ መጠንቀቕታ ክወስደኩም ሓቢርና ንከታተል

ኦኬ ክቡራት ተኸታተልቲ እዚ ካብ ረኣና ናብ ዝቕጽል ቪድዮ ክወስደኩም ከለኹ ከኣ ብዛዕባ ኢራንን ኣሜሪካንን ኣብዚ ግዜ እዚ ዋላ እኳ ዝሕሉ እንተሃለወ ቀዳምነት ኣብዚ ቀረባ ኣዋርሕ ማለት ናይ ኣሜሪካን ኣየር ኣየር ሓይሊ ማለት ተወቂዓ ወዲቓ ከም ዝነበረት ንፈልጦ ኢና ካብኡ እውን እቲ ፓይሎት ዊን ሒዞም ከም ዘውፅዎ ፍሉይ ስርሒት ገሮም ዊን ናይ ቀረባ ተዘክሮ እዩ። ካብዚ ብምቕፃል ድማ ካብ ኢሜሪካን ዝወፀ ሓደ መግለፂ ኣሎ እስኪ እስከ ነቲ መግለፂ ሰሚዕናዮ ንመለስ። ኣንታ ኣያ ትራምፕ ደኣ ሓቁ እንድዩ በድበድ ክብል። ቅድሚ ክልተ ወርሒ ብኢራናውያን ተሃሪሙ ኣብ መሬት ኢራን ወዲቑ ዝነበረ ፓይሎት፣ ሓደ ኣዝዩ ኣደንጋጽ ዝኾነ ሓበሬታ ሂብ'ሎ ንሰብ ጸጥታ ኣመሪካ ማለት እዩ። ኣብ ሰማያት ኢራን እንዳበረርኩ ከለኹ ብጣዕሚ ዘርዕድ ዘፍርሕ ምርኢት እየ ርኤ። ብጣዕሚ ብዕስለ ዝመጻ ድሮናት ብልዕለይ ኣንዣቢበን ኢሉ ነዚ ሰማይስ ምልእ ኣቢሎንኦ በቃ ገሊኤን ዓበይቲ እተን ንኣሽቱ ኣብ ውሽጢ እተን ዓበይቲ ኣጽሊለን ብሓደ መጼን እየን ዘጥቅዓ ኢልዎ ንማቃ ከምዚ ልክዕ ጀሊፊሽ ጀሊፊሽ እዮም ድመስሉ ብሓንሳብ ድሕንብሱ ኣብ ባሕሪ ኣለዉ ጀሊፊሽ ድበሃሉ ዓሳታት ጭራ ዘለዎም ብሓንሳብ ዝጓዓዙ ልክዕ ከምኡ ኮይነን ብሓደ ዓይነት ናህሪ ሰለለለለል እንዳበላ ነዚ ሰማይ ኢራን ምልእ ኣቢለንኦ ብጣዕሚ ዘፍርሕ ምርኢት እዩ ነይሩ ገለመለ ኢሉ ገሊጹ ማለት እዩ ሕጂ ኣመሪካውያን እንታይ ዓይነት ቴክኖሎጂ እዩ እንታይ ዓይነት ናይ ድሮን ቴክኖሎጂ እዮም ሰሪሖም ኢሎም ይካትዑ ይመራመሩ እዮም ዘለዉ ማለት እዩ ብጣዕሚ ኣስጋኢ ዝኾነ ናይ ተክኖሎጂ ጸብለልታ ብፍላይ ኣብ ድሮናት ኣርእዮም ከም ዘለዉ ኢራናውያን ብሰፊሑ ይግለጽ ኣሎ። እዚ ዝብለኩም ዘለኹ ሕጂ ኣብ ሲኤንኤን ዝተቓልሐ ዜና እዩ ማለት እዩ። ኣያ ትራምፕ ሓቂ በድበድ ክብል ንኢራን ኡፍ ኡፍ ክብል ከቃባጥረላ ልክዕ ከምዚ ሕንቅቕቲ ቆልዓ እኳ ኮይና ከምዚ ቸኮሌት ዶ ክገዝኣልኪ እሞ እንቆቕሖ ዶ ክቐልወልኪ እሞ ከምዚ ዶ ትበልዒ ጸባ ዶ ክህበኪ እንዳበልካ ንሓንቲ ቆልዓ ዘዝቐረብካላ ምግቢ ትኣቢ ልክዕ ከምኡ እያ ኮይና ዘላ ኢራን ንሓንሳብ ካብ ማእከል ኣኼባ ረጊጻቶም ትኸይድ ንሓንሳብ ኣብኡ ኮፍ ኢሎም ከለዉ ቀንፎ ዘው ኢሎም ከም ዝጽበይዋ ትገብር ባቃ ትገብሮም እዩ ጠፊእዋ ዘሎ ሁሚልየት ጌራቶም እያ ዘላ ብጣዕሚ ዝተኣማመነት ተኣማሚና እያ ማለት እዩ ከምዚ እዩ ዝበሃል ዘሎ ገሊኦም ከዓ እንታይ ክኸውን ይኽእል ይብሉ ኣመሪካውያን ብፍላይ ቶም ፀረ ኢራን ዝኾኑ ንኢራን ኣምሪሮም ዝፀልእዋ ዕረ ጥዒሙዎም ስለዘሎ ዝስዕረት ኣዋሪድካና ንዘይትዕወተሉ ኲናት ጀሚርካ ኣዋሪድካና ናይ ግድን ክንስዕራ ኣለና ንኢራን ናብ ኲናት ክትምለስ ኣለካ ኢሎም ጸቕጢ ዝገብሩ ስለዘለዉ ንዕኦም ንምፍርራሕ ከይከውን ከኣ ምናልባት ኢራን እኮ ከምዚ ዓይነት ዘይተፈልጠ ኣጽዋር ኣለዋ ከምዚ ዩፎ ብሰማይ በሪሮም ዩፎ ዝመስሉ ነገራት ከምኡ ዓይነት ኣለዋ ኢሉ ስለዚ ተኼድና ከተወድኡና እኹም ከተኾስትሩና እኹም ክብሎም ደልዩ ከይኮውን ዝብሉኻ ኣለው ብዝኾነ ኮይኑ ግን ኢራን ዘይተሓስበ ሓያል ናይ ዓለም ተፍርሕ ዓለም ናይ ዓለም ተፍርሕ ሃገር ኮይና ተቐልቂላ ዘላ ማለት እዩ ይመችኺ ኢራን ኢና ንብላ ተንኪው እዛ ፕላስ ምልክት
ኦኬ ክቡራት ተኸታተልቲ እዚ ካብ ረኣና ናብቲ ናይ መወዳእታ መደበይ ክወስደኩም ከለኹ እውን ብዛዕባ ኣረጋይ ናይ ኤርትራን ትግራይን ዝዛረቦ ሕፅር ዝበለ መግለፂ ኣሎ ናብኡ እስኪ ክብለኩም ሓቢርና ንከታተል እዚ እምበኣር እወ ክነግረካ ዜጋታት ብናይ ባዕሎም መንግስቲ ኣብ ገዛእ ዓዶም እዮም ክብሪ ዝረኽቡ ኣብ ዓዶም ሰሪሖም እዮም መን ኮይካ ካስኻ
ዓዶም ኣውፂኻ ጥናሕ ጎረቤት ሃገር ኮይንካ ኣፅሊልካዮም ሓዊ ኤርትራ ኢልካ ሓዊስካዮም ጥናሕ ኣይኮነን
እምበኣር ናይዘን መዓስከራት እዚኣተን ኣነ እየ ኢለካ ኣለኹ ናትና ፀገም ብግልፂ እንታይ ዓይነት ነገራት ፀገም እዩ? ከመይ በል ኣብ ኤርትራ ክርደናት ዘይንፍፅም ነርና ምዉቕ ገዝኡ ገዲፉ ዝመፅእ ዝኾነ ዓይነት ህዝቢ የለን ብሓቂ ንሐ ክነግረካ ኣብ ኤርትራ እንድሕር ንግዲ ከም ድልየቱ ዝኣቱ ኮይኑ መንግስቲ ኤርትራ ልቕሓ እንድሕር ዝረክብ ኮይኑ ልምዓት እንድሕር ዘሳልጥ ኮይኑ ወ- ወ- ወደብ ኣካሪዩ ንዜጋታቱ ጽሩይ ማይ፣ መብራህቲ፣ ትምህርቲ፣ ጥዒና እንድሕር ኣቕሪብሉ እንታይ እንታይ ጎዲእኒ ኢሉ ክበጽሖ ኣሎ? ውሽጣዊ ፖሊሲ እዩ ዝኮ ውሽጣዊ ፖሊሲ ዘይኮነ እና ውሽጣዊ ፖሊሲ ንዓና ይምልከተናን እታ ንሕና ዝገበርናያ ጥፍኣት ዋላ ዜጋታት ሕዚ ንኣብነት ካብ ኣስመራ ኣውፂኻ ኣብ ቸንዳታት ምቕማጥ በገዛ ዓርሳ እንታይ ስለ ዝኾኑ እዮም ዝወጹ ኣለዉ እዞም ዜጋታት እዚኦም? ንሕና ከ እንታይ ስለ ዝኾና ኢና ከምኡ ንገብር ኣለና? ንሕና ነቲ እሶም እቲ ንስርዓቶም ብዘይምስምዕማዕ ኣይኮነን ኪኖ እዚ ዝኸደ እዩ ናትና ግዱድ ሃገራውነት ዘገድዶም ይኾኑ እንድዮም ኣይኮነን
ግዱድ ሃገራውነት ኣብ ምንታይ እዩ ተመስሪቱ? ብዓብዩ ንመን ይምልከት?
ውሽጣዊ ፖሊሲ ስለ ዝኾነ ንመንግስቲ ኤርትራ ይምልከት። ሃፋር ይትሩ ካብኦምቶም ከመይ ጌርካ ኣረጋጊጽካዮ ከመይ ጌርካ ኣረጋጊጽካ ንስኻሲ ናይ ኤርትራውያን ስደት ሕዚ ናይ ተጋሩ ስደትስ ናይ መራሕቲ ትግራይ ጥራሕ ጸገም እዩ ኢልካ ትሕስብ ኣለኻ ማለት ድዩ ትኽክል ሕዚ ኣብ ትግራይ ተፈጢሩ ዘሎ ኩነታት ብሓደ ይኹን ብክልተ መንገዲ ዋላ ናይ ኤክስተርናል ፅልዋ ይሃለዎ ናይ መንግስቲ ፌደራል ፅልዋ ይሃለዎ ፅናሕ በላይ ፅናሕ ፅናሕ ነገርካ መንግስቲ ብልፅግና በጀት መድዩ መንእሰይ ትግራይ ተዛሒቁ ካብ ትግራይ ክወጽእ ካብ ትግራይ ምስ ወጸ እንተስ ሓርገጽ ይውዳዓዮ እንተስ ዓሳያ ይውዳዓዮ እንተስ መንገዲ ብጻም ይሞት እንተስ ኣብ የመን ኣውራጎ ኮይዱ ኣብኡ ብሕማምን ብኮሌራን ይወዳእ ብዘይግድስ ኣሽሓት ከፊሉ ደላሎ እቲ ናብ ውሽጢ ኣስሪጉ እትዩ መንእሰይ ትግራይ የውፀሎም ካብዚ ዝኸፍእ ሓደጋ ኣሎ ድዩ? እዚ ሓደጋ እዚ ድኽመት ፖሊሲ መንግስቲ ትግራይ ዝፈጠሮ ኣይኮነን እንዲዩ ኣብ ውሽጥና ብዝፈጠር ናይ ምድምማዕ ኣይኮነን እንዲዩ ወሊድዎ ናይ ውሽጢ ፀገም ከም ዘሎ ኮይኑ ይብለካ ኣለኹ ናይ ውሽጥና ፀገም ከም ዘለዎ ኮይኑ ነቲ ፀገም ኣይከሓድኩ ከም ዘሎ ኮይኑ ካልእ ሰብ እንታይ እትይዎ ኣብ ዜጋታትና እንዳማቱ ከምዚ ዓይነት ሴራ ዝሰርሕ ከምኡ ኣይገበርናን ናብ ዝብል ክርክር ንዓት ሕዚ ንሕና ደላሎት ኢና ኢና መን እቲ ከኣ እንሳሲ እንታይ ምልከተካ ብዛዕባ ዜጋታት ናይ ኤርትራ ንዑ ናብ ዩኒቨርሲቲ ኣውዚ ተምሃሩ ንዐውዚ ሃይ ስኩል ተምሃሩ መን በጅትሎም ከ እዮም ከምኡ ዝኾኑ ነይሮም ናይ ዓለም ኣቀፍ ሃገራት ጌጋ ናይ ሲኣይኤ እዩ ሲኣይኤ ቅርሺ መድዩ ዜጋታት ኤርትራ ዝሐሸ ናብራ ኣሎ ኢሎም ክሓስቡ ኣብ ውሽጢ ዓዶም ካብ ውሽጢ ዓዶም እናወፁ ናብ ትግራይ ክመፁ መንግስቲ ኤርትራ ቆፎ ኮይኑ ክቀሪ ተሓሲቡ ኮነ ተባሂሉ ብሴራ ዝተገብረ እዩ። ሓቂ ንምዝራብ መንግስቲ ኤርትራ ናይ ምክልኻል ዓቕሙ ክደክም ብናይ ውሽጢ ጸገማት ፈራዕራዕ ኢሉ ክወድቕ ተባሂሉ ተኣቂኑ ምዕራባውያን ኢዶም ሰዲዶም ንሕና ከዓ ተሓባበርቲ ኮይንና ዝፈፀምናዮ ጉዳይ እዩ ስለዚ እቲ ካብ ሃገር ናብራ መሪሩኒ ኢሉ ዝወፅእ መንእሰይስ ክንዕቆቦ ይነበረናን ናትና ኢደሎ ክንዕቆቦ ይነበረናን ኖኖ ወይ ትምህርቲ ዕድል ክንቦ ይነበረናን ካብ ምውጽኡ ካብ ሞቑ ገዝኡ ካብ ምውጽኡ ጀሚርካ ክሳብ ኣብ ትግራይ ዝገበርናዮ ኩላ ነገር ከም መንግስቲ ጥፋኣት ኣለና እንድሕር ደኣ ንሓቂ ንሰላም ድሕር ትሰርሕ ኣለኻ ኾንካ ጥፋኣት ኣለና ኣነሲ እንታይ ኢለ ዓዲ ኾራ ዘሎ ኣብ መቐለ እኮ ትምህርቲ ኣሎ ኣብ መቐለ እኮ ከምዚ ኣሎ ኣብ መቐለ እኮ ከምዚ ኣሎ እናወርኩ ሎቢ እናገበርኩ ገንዘብ እናሰደድኩ ደላሎ ኣስሪገ ንመቐለ ኣውፅኤ ኣብ መቀለ ንዓ ትምህርቲ ተምሃር ንዓ ከምዚ ዓዱ ከየልምዕ እኮ እዩ ዝገብሮ ኣሎ ዓዱ ከየልምዕ ይመችዎ የፏኣዮ ፍትሒ ይስኣን ዲሞክራሲ ይስኣን ዝብላዕ ይስኣን እሰብ ኤርትራዊ ኣብ ኤርትራ ፀገም እንተገጥምዎ እውን ምስ መንግስቱ ተጥምየኒ ኣለኻ ትምህርቲ ከሊእኻኒ ጥዒና ከሊእኻኒ ትኽክል ኣይኮነን እዩ ክምግቶ ዘሎ ኣብ ኤርትራ ንዘሎ መንግስቲ እዩ ኣነ ኦኬ ክቡራት ተኸታተልተይ ናይ ሎማዓንቲ ቪድዮ ነዚ ዝረኣኹሞ መስል ነይሩ ተማሂርኩምን ተዘናጊዕኹምን ክትኮኑ ተስፋ እንዳገበርኩ ብሓድሽ ቪድዮ ክሳብ ንራኸብ ሰሰናዩ ንዓኹም ላይት ኢንተርቴይመንት ላይት ኢንተርቴይመንት